ካብ ሽዑ ጀሚራ ኢትዮጵያ ኣብ ዕግርግር እያ ትርከብ። ኣብ ዝተፈላለየ ከባቢታት ሰላም የለን። ነዚ ስዒቡ ኣብ ማሕበራዊ መራኸብታት ዘስካሕክሑን ዘደንጽውን ምስልታት ክጥቅዑ ልሙድ እዩ። ባእስን ጎንጽን ዝጸሕትሩ መልእኽትታት እውን ኣብኡ ይዝርግሑ እዮም። ብዙሓት እቲ መልእኽቲ እወ ኣይፋል ክብሉ ይካትዑ። ሕነ ምፍዳይ እዩ ዘለዓል። ደለይቲ ፍትሕን ሰላምን ፌስቡክ ሓደገኛ መልእኽትታት በብእዋኑ ከወግድ ምሕጽንታ ኣየቋረጹን። ፌስቡክ ግን ኣይሰምዕን ወይ ድማ ኣይግድሶን እዩ። ንኣብነት ሞቲ ደረጀ ሬሳ ኣቡኡ ኣብ ፌስቡክ ርእዩ እቲ ዛንታ ኣብኡ ደው ኣይበለን። ካልኦት ብዙሓት ሰባት ኣብ ፌስቡክ ስእሊ ኣቡኡ ይጥቅዕዎ ከም ዘለዉ ከየስተብሃለሉ ኣይተረፈን። ተመሳሳሊ ምስሊ ንመዓልታት ብሰፊሑ ተዘርጊሑ። ኣቡኡ፣ ኣቦ ሞቲ፣ ኣባል ባይቶ እዩ ነይሩ። ኣመሓዳሪ ዩኒቨርሲቲ እውን ነይሩ። ኣብ ምዕራብ ኦሮምያ ናዕቢ ምስ ተላዕለ ፖለቲካዊ ቅንጸላ ተገይሩሎ። ኣብቲ እዋን እቲ እቲ ከባቢ ብዙሕ ቅትለታት ዝፍጸመሉ እዩ ነይሩ። ነቦይ ምስ ቀተሉ ዝስዕስዑ ዝነበሩ ይመስሉ። ከምኡ ምርኣይ ኣዝዩ ዘሕምም እዩ ይብል ሞቲ። ሞቲ ካብ ዝረኣዮም ዘስካሕክሑ ምስልታት ቢቢሲ 15 ክዕዘብ ክኢሉ። ነቲ ምስልታት ክወግድ ድማ ንፌስቡክ ደጋጊሙ ለሚኑ። ብመሰረት ሕጊ ፌስቡክ ከምዚ ዓይነት ምስሊ ብስድራቤት እንተተሓቢሩ ብቕልጡፍ ይእለ እዩ። ብተግባር ግን እዚ ኣይተፈጸመን። ሞቲ ንቢቢሲ ኣብ ዝሃቦ ሓበሬታ፣ ሬሳ ኣቦኡ ንመጀመርታ ግዜ ምስ ረኣየ እቲ ስእሊ ክእለ እንተሓተተ እኳ ድሕሪ ኣርባዕተ ዓመት እውን እንተኾነ ኣብ ፌስቡክ ከም ዘሎ ገሊጹ። ገለ ምስልታት ጥራይ እዮም እዚ ምስሊ ዝርብሽ እዩ ዝብል መጠንቀቕታ ዘለዎም። ሓደ ሓደ ግዜ ኣዝየ ስለ ዝጭነቕ ስም ኣቦይ ኣእትየ እደሊ። ኣእምሮይ ብኡ ተረቢሹ ክኸውን ኣለዎ ይብል ሞቲ። ቢቢሲ ኣብ ጉዳይ ሞቲ ርእይቶ ክህብ ንወናኒ ፌስቡክ ሜታ ሓቲቱ። መልሱ ድማ እቲ ምስሊ ኣንጻር ፖሊሲ ፌስቡክ እንተዘይኮነ እኳ ስድራቤት እንተሓቲቶም ከምዚ ዓይነት ምስልታት ይእለዩ እዮም ዝብል እዩ። ሕጂ ድማ ስእሊ ሬሳ ኣቦ ሞቲ ተዘርጊሑ ኣሎ። ዋላ እኳ ፌስቡክ ሓደ ስድራ እንተተወኪስዎ ይኣሊ እየ እንተበለ ሜታ ግን ነዚ ንምግባር ግቡእ መንገዲ ኣየቐመጠን። ሜታ ግን ከምዚ ዓይነት ኩነታት ምስ ኣጋጠመ ስድራ ዝሕብርሉ መንገዲ የዳሉ ከም ዘሎ ይዛረብ። ኣብ ኢትዮጵያ ማሕበራዊ ሜድያ መድረኻት ከምዚ ዓይነት ትሕዝቶ ካብ መዓልቲ ናብ መዓልቲ እናወሰኸ ይኸይድ ኣሎ። ብፍላይ ኲናት ትግራይ ካብ ዝጅምር ኣትሒዙ ናብ ሰባት ዝመጽእ ዘስካሕክሕ ምስሊ ብዓብይኡ ወሲኹ እዩ። ኣብ 2011 ተቖጻጻሪ ቦርድ ፌስቡክ እቲ ኩባንያ ኣብ ኢትዮጵያ ንዝፍጠር ግጭታት

ቅድሚ ሕጂ ምስ ኢትዮጵያ ዝተኣሳሰሩ ገምጋማት ከም ዝተገብረ ጥራይ ገሊጹ። ኣብ ዝሓለፈ ዓመት ሜታ ብኽልተ ኢትዮጵያውያን ተኸሲሱ ነይሩ። ከሰስቲ ፌስቡክ ዝጥቀመሉ ናይ ኢንተርነት ኣልጎሪዝም ጽልእን ግርጭትን ከም ዝዝርጋሕ ገይሩ፣ ንሳቶም ድማ ከም ዝተጎድኡ እዮም ዝገልጹ። ብኣንጻሩ ሜታ ኣብ ምቁጽጻር ትሕዝቶ ብዙሕ ጻዕሪ ከም ዝገብር ይገልጽ። ኣብ ኣዲስ ኣበባ ክኢላ ፋክት ቼክ ረሆቦት ኣያሌው እቲ ኩባንያ ነቲ ጸገም ንምፍታሕ ክሳብ ክንደይ ከም ዝበጽሕ ኣብ ሕቶ ኣእትይዎ። ብወገነይ እቲ ትካል ብዛዕባ ኢትዮጵያ ብዙሕ ዝግደስ ኣይመስለንን ይብል። እቲ ኩባንያ ንኢትዮጵያ ቆላሕታ ሂብዋ ይብል። ክሳብ ክንደይ ኣቓልቦ ከም ዝሃበ ግን ኣይንፈልጥን። ግደ ሓቂ መርመርቲ ትሕዝቶ ካብ ኬንያ እምበር ካብ ኢትዮጵያ ኣይኮኑን ዝሰርሑ ዘለዉ። ሓደገኛ ትሕዝቶ ካብ ፌስቡክ ክእለ ነዊሕ ግዜ ከም ዝወስድ እውን ኣብሪሁ። ሮሆቦት ኣብ ዝሓለፈ ዓመት ኣብ ወርሒ መጋቢት ዝተጠቅዑ ዝኾነ ቪድዮ ይጠቅስ። እቲ ቪድዮ ተወላዲ ትግራይ ብሂወት ክቃጸል ዘርኢ እዩ። መጀመርታ እቲ ነቲ ትሕዝቶ ዝከታተል ኣርቲፊሻል ኢንተለጀንስ ስርዓት ነቲ ቪድዮ ባዕሉ ከውርዶ ነይርዎ ይብል ረሆበት። ሓበሬታ ምስ ቀረበውን ቀልጢፉ ክለዓል ነይርዎ፣ እቲ ቪድዮ ግን ንሓያሎ ሰዓታት ጸኒሑ። ወሃቢ ቃል ሜታ ንቢቢሲ ኣብ ዝሃቦ ሓበሬታ፣ ኣብ ፌስቡክን ኢንስታግራምን እንታይ ይፍቀድን ዘይፍቀድን ዝብል ጽኑዕ መምርሒ ከም ዘለዎም ገሊጹ። ጽልኢ ዝመልኦ ዘረባን ኣካታዒ ትሕዝቶ ኣንጻር ሕጊ ስለ ዝኾነ፣ ከምዚ ዓይነት ትሕዝቶ ንምእላይ ኣብ ሓይሊ ሰብን ቴክኖሎጂን ብዙሕ ወፍሪ ይገብሩ ከም ዘለዉ ጠቒሱ። ኣብዚ ፍልጠትን ክእለትን ዘለዎም ሰራሕተኛታት ቆጺርና ሓደገኛ ትሕዝቶታት ንምቁጽጻር፣ ብሰፊሑ ዝዝረቡ ቋንቋታት ሃገርና ከም ኣምሓርኛ፣ ኣፋን ኦሮሞ፣ ትግርኛ፣ ሶማልኛ ዓቕምና ንምምዕባል ጻዕርታት ምግባር ቀጺልና ኣለና። ናብ ዘስካሕክሕ ምግሃስ ሰብኣዊ መሰላት ኣቓልቦ ህዝቢ ንምስሓብ ጽቡቕ እኳ እንተኾነ፣ ከምዚ ዓይነት ትሕዝቶ ንገለ ውልቀ ሰባት ወይ ጉጅለ ብምውቃስ ቁጥዐ ከለዓዕል ይኽእል እዩ። ካብዚ ሓሊፉ እቲ ትሕዝቶ ብኣሽሓት ወይ ብሚልዮናት ኢትዮጵያውያን ስለ ዝረኣ ኣዕናዊ ሳዕቤን ክህልዎ ይኽእል እዩ። ከቢድ ሰብኣዊ ቅልውላው ዘስዓበ ኲናት ትግራይ ኣብ መወዳእታ ዝሓለፈ ወርሒ ጥቅምቲ ብዝተበጽሐ ስምምዕ ሰላም ዝተዛዘመ ይመስል። ብሰንኪ እዚ ኲናት ብኣማኢት ኣሽሓት ዝቑጸሩ ሰባት ከም ዝሞቱ ዝግመት ኮይኑ፣ ዝበዝሑ ሞት ምስ ቅትለት ዝተኣሳሰር፣ ጥሜትን ሕጽረት ሕክምናን ከም ዝሞቱ እውን ይግመት። ኲናት ትግራይ ጠጠው እንተበለ እኳ ክልል ኦሮሚያ ግን በቲ እናዓበየ ዝኸይድ ዘሎ ናዕቢ ይናወፅ ኣሎ። ኣብ ማሕበራዊ መራኸቢታት ብተደጋጋሚ ዝርአ ዘደንጹ መጥቃዕትን ንዕርቅን ምርግጋእን ዕንቅፋት ክፈጥር ከም ዝኽእል ደለይቲ ፍትሒ ይሰግኡ። ሰባት ኣብ ማሕበራዊ መራኸቢታት ዝልጠፍ ትሕዝቶ ክኣምኑ ይኽእሉ። ስለዚ ሰፊሕ ኣሉታዊ ምስልታት ንመስርሕ ሰላምን ዕርቅን ብርግጽ ከጓትቶ ይኽእል እዩ ይብል ሮሆቦት። ሕጂ ወዲ 23 ዓመት ዝኾነ ሞቲ ኣብ ስእልን ቪድዮግራፊን ሞያ ብምስዓብ ርጉእ ዝኾነ ህይወት ክህልዎ ይጽዕር ኣሎ። ብዛዕባ ሕሉፍ ህይወቱ ዝገልጽ ሰነዳዊ ፊልም ድማ የዳሉ ኣሎ። ነቲ ዘጋጠመኒ መሰረት ብምግባር ናይ ገዛእ ርእሰይ ዛንታ ክነግር ግዜኡ ሕጂ'ዩ ዝመስለኒ። እንተ ተዓዊተ ድማ ለውጢ ከምጽእ እኽእል እየ ኢሉ። ኣብ ማሕበራዊ መራኸቢታት ዝዝርጋሕ ዘዝካሕክሕ ምስልታት ክሳብ ምቁጽጻር ዘይተገብረሎም ግን እቲ ዝስምዖ ሕሰም ክቕጽል ምዃኑ ይዛረብ። ምስ ኩናት ዝተኣሳሰር ኣብ ፌስቡክ ይኹን ኣብ ካልእ ቦታ ሬሳ ኣብ ዝረኣኹሉ እዋን ሓደ ሰብ ከምዚ ኣነ ዝተሰማዓኒ ክስምዖ እዩ ኢለ ስለ ዝሓስብ ኣዝየ እየ ዝሓዝን፣ እዚ ድማ ብዙሕ ይጎድኣኒ።